ኣብ ከናዳ ትነብር በቃ እሳ ኣብ ምቾት በቃ ከም ደስ ዝበላ ኣብ ፅቡቅ ዓራት ፅቡቅ ምግቢ ትበልዕ ፅቡቅ መስተ ትሰቲ በቃ ገለ ዓይነት ህይወት ትነብር ማለት እዩ በቃ ዕረፍቲ ስኢና ሰብ ሰላም መሃብ ከሊኣቶ መንእሰይ እናጎተተት እተው ጦርነት ተቃተሉ ኣብሉ ትብል መንእሰይ ተወድኡ ትብል ገለመልታት ማለት እዩ ብዛዕባ እስከ ቁሩብ ክንዛረብ ኢና ማለት እዩ ሓንሳብ ኤረትራዊት እያ ሓንሳብ ናይ ብርጌድ ንሓመዱ ሰላይ እያ ሓንሳብ ከዓ ንመናእሰይ ቲዲኤፍ ሰራዊት ትግራይ ካብኦም ሚስጥር ንክትወስድ እያ መፅኣ ገለ መዓት ብቻ ብዙሕ ፕሮፓጋንዳ ይወፅ ኣሎ ብጣዕሚ ደስ ዝብል በዚ ኣጋጣሚ ማንም ዝቅ ከብለካ ከሎ የከፍታ ጥግ ነው ይብል ማንም ማንም ማለት እዩ ዝቅ ሲያደረገ የከፍታ ጥግ ነው እና እንታይ ክብል ደልየ ሓደ ብኣይ ተጎስጊሱ ዝኣቱ ናብ ጦርነት ሰራዊት የለን። እቲ ኣብዚ እቲ ዝጅመር እቲ ነጥቢ ዝጅመር ስጋብ ክንደይ ሰራዊት ትግራይ ከም ትንዕቕዎ ስጋብ ክንደይ ሰራዊት ትግራይ ትርጉም ከም ዘይብሉ ጌርኩም ትርእዎ ዘለኹም ኣብዚ እቲ ጌጋ ዘሎ ሰራዊት ትግራይ ኣይኮነን ንዓይ ንዮርዳ ኣብ ከናዳ ዘለኹ ብጻዩ ብጻዩ ከማንስ መራሒኡ ወይ ከዓ ሓላፊኡ ዝበሎ ኣሕሊፉ ኣይቦን ንብፃዩ ኣይኮነ ንኣነ ኣብ ከናዳ ዘለኹ ማለት እዩ እና ንሓደ ሰራዊት በቃ ኣይትረብሕን ኢኻ እስኻስ ትርጉም የብልካን እቲ ተዋሂብካ ዘሎ ሰራዊት ኮንካዮ ዘለኻ ቲዲኤፍ ኮንካዮ ዘለኻ ቦታ ኣይግብኣካን ኢኻ ትብሎ ዘለኻ ተኣማንስ ኣይኮንካን ስጋብ ክንድዚ ምስጢር ኣይትሕዘን ኢኻ ኢኻ ትብሎ ዘለኻ እንተ ተረዲኡኩም ማለት እሱ ኢኹም ትብሉ ዘለኹም ብቐጻልነት ኤርትራዊት እያ ኤርትራዊት ምዃነይ ኣነ ድየ ነጊረኩም እስኹም እስኹም ዲኹም ጎርጊርኩም ምስጢረይ ፈሊጥኩሞ ወይስ ኣነ እየ ነጊረኩም መን እዩ ነጊርኩም እቲ ኣነ ክብለኩም ዘለኒ እቲ ክትፈልጥዎ ዘለኩም እየ ሂበኩም ኤረትራዊት ድየ ኣይኮንኩን እሱ ንዓይ ይምልከት ንምንታይ እየ ብርጌ ንሓመዱ ኢለ መጽየ እሱ ንዓይ ይምልከት ግን ከም ዓቢ ነገር ጌርኩሞ ኤርትራዊት እንድያ በቃ ከምዚ ዝኾነ በቃ ሓቢአዮ ነበርኩ ሚስጥር እስኹም ጎርጊርኩም ኣምጺኹም ገለ በቃ ከም ዘውጽኹሞ ባዕለይ ዝሃብኩኹም ኣጀንዳ ኢኹም ተራምዱ ዘለኹም ካልኣይ ኣይሚን ሳልሳይ ሰላይት እያ ሰላይ ናይ ብርጌድ ንሓመዱ እያ እቶም ብርጌድ ንሓመዱ እዮም ትብልዎም ዘለኹም ልዕሊ ምሳይ ምውዓል ምሳኹም ይውዕሉ ልዕሊ ምሳይ ምዝርራብ ምሳኹም ይዘራረቡ መብዛሕትኹም ኣብዚ ማስ ሚድያ ተጋውሑ ዘለኹም ንፈልጠኩም ኢና ፈልጠኩም ፅቡቅ ገይረ መብዛሕትኹም ብኤርትራውያን ገንዘብ ትመሓደራ ብኤረትራዋን ገንዘብ ትነብራ ብኤረትራዋን ጊፍት እናተተኮበልክን ትነብራ ኢኽን እተን ከምኡ ኢልክን ተጋዋሓ ትዛረባ ዘለኽን ማለት እዩ ስለዚ እቲ ኤረትራዊ ትብልዎ ዘለኹም ወይ እቲ ብርጌ ንሓመዱ ትብልዎ ዘለኹም ልዕሊ ምስ የርዳኖስ ምሳኹም ዝውዕሎ ይበዝሕ ምሳኹም ምሳኹም ብፍላይ ማለት እዩ ራብዓይ ተጋሩ ኣይኮናን ኢትዮጵያውያን ኢና እናበልካ ብዛዕባ ትግራይ ክትዛረብ መሰል የብልካን። እዚ ክብለካ ዝገበርካኒ ባዕልኻ ኢኻ። ንምንታይ ኣነ ኣብ መሰልካ ኣይኣተኹን፣ ኣብ ንሃትካ ድሌት ኣይኣተኹን። እስኻ ግን ኣብቲ ኣነ ተዛረብኮ ኣቲኻ ተቡክዕ ኣለኻ። ስለዚ እስኻ ኢትዮጵያ ትብለኒ እንተኾይንካ ኣብ ናይ ተጋሪ እትወካን ኣነ ትግራዊት እየ ሓምሻይ ጦርነት ዝጎስገሰ ሰራዊት የለን፣ ጦርነት ዝጎስገሰ ህዝቢ የለን። ለምነን አጋለ ማለት እዩ። ጦርነት ዝገስገሰ ትግራዋይ የለን፣ ጦርነት ዝገስገሰ ሰራዊት የለን። እንታይ ደኣ ደፊኡ እንተመፅዩ ደንበርካ እንተጥሒሱ ግን ታይ ዳሞ ንስኻ ብዕራይ ዲኻ ወይ በጊዕ ኢኻ ኮፍ ኢልካ ደው ኢልካ ትሕረደሉ እ ኩለኹምስ ዋጭ ዋጭ ትብሉ ኣለኹም ማለት ሰላም ኢና ንደሊ ሰላም ኢና ንደሊ ኣየናይ ሰላም ኣደ ምዕራብ ህዝቢ ምዕራብ ኣብ ኬንዳ ተደርብዩ ብዝብኢ እናተበልዐ ብመድሓኒትን ብቁርን ብሕማምን እናሞተ እስኻ ኣብ ምቾት ስለ ዘለኻ እስኻ ጥዕምካ ኣሽከር ናይ ኣብይ ኣሕመድ ኮይንካ ስለ ዘለኻ ሰላም ኢኻ ትደሊ ከምኡውን ኢሮብ ዛላምበሳ ተፈናቂሎም ዘለው እሶም እውን ናይ ሕፃፅ እውን ኩሉ ኣብ ሕማቅ ኩነታት ኣብ ዘለዎ ህዝቢ እስኻ ግን እዛ ቲክቶክ ኣቲኻ ተጠቂምካ ስለ ዝወፃኻ ከም ደስ ዝበለካ ኣቲኻ ስለ ዝወፃኻ ሰላም ኢና ንደልልካ ኦኬ ሰላም ትደሊ እንተ ኔርካ ደኣ እሞ ልዕሊ ሰለስተ ዓመት ዲኻ ገለ ጌርካ ኣለኻ ምስ ኣብይ ኣሕመድ እንታይ ደኣ እሞ ማለት ሰላም ኢና ንደሊ ቢያንስ ብምዕራብ ዘሎ እሶም እዮም ሒዞሞ ዘሎ ናይ ብልፅግና እዩ ሒዝዎ ዘሎ እቲ መሬት እዚ መሬት እዚ ለቐቆ ህዝቢ ምዕራብ ናብ መረበቱ ይመለስ ኣንሕና ሰላም ኢና ንደሊ ምሳኻ ኢና ዘለና ደኣ ዘይትብልዎ ሓቀኛ እንተኮይንኩም ማለት እዩ ወይስ ንስኹም ኣዲስ ኣበባ ከይድኩም ከም ደስ ዝበለኩም ቁርጥን ገለን ስለ ዝበላዕኹም እዩ ንዓኹም በቃ ሰላም ዘሎ መሲሉ ዝረኣየኩም ዘሎ? ርኢናኩም ቅድሚ ሕጂ ክትወጹ ከለኹም ሰላማዊ ሰልፊ እኮ እንትርፎ ዳውን ዳውን ሕወሓት እምበር ተፈናቐለ ህዝቢ ይመለስ ኣይበልኩምን። እንትርፎ ብርጌ ንሓመዱ ይተርፍ ገለ ይተርፍ ኣምጺኹም ኣብቲ ትማሊ ኢትዮጵያ ኢትዮጵያ ኣዲስ ኣበባ ኣዲስ ኣበባ ክትጽዋዕ ዝገበራ ትግራዋይ እናተረሸነ እናተሰጎገ ዝወጸሉ ትግራዋይ ማለት እዩ ኣብ ናሃቱ ካልእ ሰብ እቲኹም እኮ ዳውን ዳውን ሕወሓት ኢኹም ትብሉ ነርኩም እምበር እቲ ኣብ ኣዲስ ኣበባ ነበረ ትግራዋይ ይመለስ ወይ ከዓ እቲ ወዲ ምዕራብ ይመለስ ኣይበልኩምን ኢኹም ስለዚ እቲ ቀንዲ ቀንዲ ህዝቢ ዘውድእ ዘሎ ብህዝቢ ደም ዝሽቅጥ ዘሎ እስኹም ኢኹም እምበር ኣነ ኣይኮንኩን ማለት እዩ ትግራይ ትዕወት ትግራይ ትስዕር እወ የስ ለምለ ናጋይለ ትግራይ ትስዕር ትግራይ ትዕወት ንዚ ዝሕሞ እንተሎ ዔም ዝበለ ይተሓጎም ሓፍኮፍ ትብሉ ዘለኹም ሰባት መርገፂኹም ኣፍልጡ መርገፂኹም ኣፍልጡ ሓንቲ ቁርፂ ከዓ ክነግረኩም ዝደሊ ተስዓን ትሽዓተን ፐርሰንት ኣንጻረይ ወላ እንተተሰለፈ ኣነ ዮርዳእ እክልቲ እየ ቢኮዝ ብርእሰይ ብኣይምሮይ ዝንቀሳቀስ እምበር ኮፒራይት ኣይኮንኩን ማንም ዝበለኒ ኣይኮንኩን ኮፒ እናገበርኩ ዝሰርሕ ማለት እዩ ብርእሰይ እየ ዝኸይድ ብርእሰይ እየ ዝመሓደር ርእሰይ ዝበለኒ ልበይ ዝበለኒ እየ ዝገብር እና ናይ ቅድሚ ሕጂ ቪድዮ ተሰረሐ ይኹን ገለ ይኹን እናምጻኹም ዳውን ንክትገብሩኒ ትፍትኑ ዘለኹም ሰባት ዮርዳ ማለት ኩርንኩሪት ማለት እያ። ጸማም ተዋጋኢት ዘይትሰምዕ ንዝኣመነትሉ ማለት እያ። ስለዚ ግዜኹም ኣይተጥፍኡ። ንዓይ ብትኽክል ናተይ ሓሳብ ዝሃርም ሓሳብ ክተምፁ ክትክእሉ ኣለኩም ማለት ኣነ ጦርነት ንዓ ግጠም ኢለ ዘእተኽዎ መንእሰይ የብለይን ግን ከምኡ ኢልኩም ትሓስቡ እንተኮይንኩም እስኹም ከዓ ጦርነት ኣይንደልን ኢና ኣብይ ኣሕመድ መሬት ልቐቐሎም ህዝቢ ምዕራብ ይእቶ በቃ ሰላምና ንርከብ ሰራዊትካ ኣክብ ሰራዊትካ ናብ ሰራዊት ትግራይ ኣይተኩስ ኢልኩም ቪድዮ ስርሑ ካብ ስእለይ ትወኒ ፎር ኣወርስ እናገምጠልኩም ፖስት ትገብሩ ግዜኹም ተጥፍኡ ማለት እዚ ኩሉ ዳታ ገንዘብ እዩ ዩ ገንዘብ እዩ ዳታ እዩ ገንዘብ ከፊልካ ኢኻ ዳታ ትመልእ ዘለኻ ገንዘብ ከፊልካ ዳታ እናመላእኻስ ንምንታይ ኣብ ዘይረብሕ ነገር ተጥፎ ሓሳብካ ዘይትሸጠሉ ሓሳብ ምሻጥ ዝመስል የለን ስለዚ ኣነ ዮርዳ ናይ ማንም ስእለ ምስ የለጢፈ ይዛረብን ሓሳበይ እየ ዝሸይጥ ሓሳበይ ይሸጦ ኣለኹ ንስኹም ከዓ ትገዝእዎ ኣለኹም ገዘእቲ ንስኹም ኢኹም ሸያጢታን እየ ኣብዚ እዩ ትፍልልዩ ዘሎ ዓለም ብዓለም ኣንጻርይ ደው እንተበለ ኣነ ግን ዮርዳ እየ ብርእሰይ ዝመሓደር እምበር ብርእሲ ሰብ ዝመሓደር ኣይኮንኩን። ይመችኹም ደቅኖ ሸር ጌርኩም ኣብጽሕሎም ንቶም ሓድ ሓደ ደናቑር ለምለ ናጋለ ትግራይ ትስዕር ለምለ ናጋለ ሰራዊት ትግራይ ይስዕር ኣርሚ ሰብዓ ይስዕር ቲዲኤፍ ይስዕር።
ም ደቂ ምዕራብ ኣብ ሓምለ ሓሙሽተ ከድኩም ቸክ ግበሩ ኣብ ሃይ ስኩል ኣብ ካሕሳይ በራ ሆስፒታል ኣብ እንዶ ደውሉ ናይ ኣብ ተጋሩ ስለዚ እዛ ሓፍትና እዚኣ ነዚ ናይ ትዲኤፍ መብረቅ ነዚ ናይ ትዲኤፍ ጅግንነት እዚ ስለ ዝደገፈት ትግራይ ትዕወት ኢላ ከም ነብሪ ስለ ዝወፀት ንትዲኤፍ ሞራል ስለ ዝሃበት ንህዝባ ሞራል ስለ ዝሃበት ንመንግስታ ሞራል ስለ ዝሃበት ትግራይ ትዕወት ስለ ዝበለት ፈዛ ኣይበለቶም ጠዛ ኣይበለቶም፣ ኣይተጻረፈት፣ ከባቢ ኣልዐለት፣ ፖለቲካ እውን ኣይተዛረበትን። ባይዘወይ ፖለቲካስ ኣይተዛረበትን። ንሕና ኢና ፖለቲካ ንዛረብ። ንሳ ትግራይ ትዕወት ቅልፅማ ኣልዕለ ቢላ ቅልፅም ትዲኤፍ እዩ ትቅልፅም፣ ትኩሽፋ ኩሹፍ ትዲኤፍ እዩ፣ ትሬንጀራ ረንጀር ትዲኤፍ እዩ። ንቲዲኤፍ ትግራይ ትዕወት ኣጆኻ ቃልስኻ ምሳኻ ኣለና ምሳኹም ኣለኹ ምስ ህዝበይ ኣለኹ ኢላ ትግራይ ትዕወት ስለ ዝበለት ንምንታይ ንምንታይ ይፀርፀር ኢሎም ባይዘወ ኣብ ዝኾነ ጀንዳ ኣጀንዳ ጌርናክም ርና ኢና ኣብ ዝኾነ ገዛ ይወርዲ ኣብ ሰለስተ ቦታታት ሎመዓንቲ ኣጀንዳ ገይሮምኹ ነይሮም ኣነ ኣትየ ተዛሪበ እየ ትግራይ ትዕወት እዚኣ ሓንቲ ደቂቃ ክዛረብ እሞ ባትሪ ተቋርፀኒ ኣላ ሚስጢራ ክነግረኩም ኩለኹም ሓዝዋ ሕጂ ሚሊ እውን ሓዚያ ትግራይ ትዕወት ስለ ዝበልኪ ሚሊ ታርጌት ተገይሮምኺ ንዮርዲ ታርጌት ዝገበርዋ ምኽንያት ኣነ ክነግረኩም ትግራይ እንተተዓዊታ ናይ ኣብ ተጋሩ ክሕንቑ ምዃኖም ስለ ዝፈልጡ ተረዲእኩም ትግራይ እንተተዓዊታሲ ክንሕነቕ ኢና ስለዚ ትግራይ ክትዕወት የብላን

ኣምላክ ወድነ በእውነት ክብሪ ይሃበልና ክብሪ ይሃበልና ንብፆትካ ልገዛካየ መፅሓፍ እንደ ክብሪ ይሃበልና ክብሪ ንገሰልና ውለና
ጥሪትኩም ይውረር ነይሩ ይፈልጥ እየ ገዛውትኩም ይፈርስ ነይሩ ይፈልጥ እየ ብምሉእ ፅሒፈ ኣለኩ ፌስቡከይ ብጣዕሚ ዝተበደለ ማሕበረሰብ እዩ ማይ የብሉን ከም ተራ ኣብ ማእከል ዓዲ ዝነብር ሰብሲ ማይ ማይ ኣዶ ኢሮብ ክልተ ሰዓት ከይዳ እያ ማይ ብሑቂኣ ተሸኪማ ትመጽእ። ራያ ከይደ ሪኤዮ እየ ማይጨው ከይደ ሪኤዮ እየ ወጀራት ከይደ ሪኤዮ እየ ጸገም ህዝበይ ስለ ዝኮነ ናይ ትግራይ ሕድሕድ ጸገም ሲ ይፈልጣ እየ ኣነ ተረዲካ ኣብ ጽምዶ ድሕሪ ጽምዶ እየ ዝብለካ ዘለኩ ድሕሪ እዚ ጽምዶ ድሕሪ እዚ ናብ ሰላም ምምጻእ ድሕሪ እዚ ንሪኦ ዘለና ወታደራውን መንግስታውን ጽምዶ ግን ትድፈር ትግራወይቲ ኣላ እንተኢልካኒ ንዓይ ማሕነቕቲ እዩ ክነግረካ ባይዘወይ ንቲ ትድኤፍ ንዕቐት እዩ ክነግረካ ኣብ ቅድሚ ትድኤፍ ሲ ትግራወይቲ ሻዕብያ እንድሕ ዝደብራ ኮይኑ ሲ ናይ ሞት ሞት እዩ ፖለቲካ ከይኸውን ንስኻ እውን ርግጸኛ ኣይኮንካን ዘለኻ ኣረጋጊጽካ እስኪ እከለ ወዲ እከለ ኣብ ጣብያ እከለ ጓል እከለ ሹማ እከለ ትበሃል ተደፊራ እስኪ ንገረና ንገረኒ ሕጂ ምጭ ክፈት
ንሳ ጥራሕ ንገረኒ ንሳ ጥራሕ ንገረኒ ሚት ክገብር ኣነ እከለ ጓል እከለ ትበሃል መን ሹማ መን ሹማ ሓንቲ ስምዐኒ ካብ ዝገርመካ ኣብዚኣ ኣብ ናይ ሃገረ ቲዲኤፍ ኣብዚኣ ላይፍ ተመሊሰ የምፀልካ ደውለ ዓዲ ሚእቲ ሚእቲ መን እያ ካብ ኣበየናይ ገዞም ምዃኑ ኣጥሊለ ይመፀልካ ኦኬ ሪከርድ ግበርዎ። ኦኬ ጽቡቅ ጽባሕ ንጎ ጽባሕ ዕድል ክንመካ ከምዛ ሎማዓንቲ ኣብዚኣ ዘለና ሰባት ንዓ ንዓ እትዎ ላብሃብ ማሕላኻ ዝብል ዘሎ እሞ እትዎ እትዎ ታነገርሲ ክትወጣ ሓቂ ትክክልና ሓቅነት ተልም እትዎ ላብሃብ ማሕላኻ ዝብል ዘሎ እትዎ

ተረዲኩም ምስ ሻዕብያ ፅምዶ ሰላም ናበልና ድሕር ድኣ ከምዚ ዓይነት ስራሕ እንተሃልዩ ሓንቲ ግዜ መጀመርያ ሓንቲ ግዜ ማ ፅናሕማ
ናባና ስደደልና ካሊእ ዘረባ ይድሊ ኦኬ ተዛረባሽ ፅናሕ ኣይኮነን ፅናሕ ኣይትውረድ ኣይትውረድ ሞ ኣይትውረድ ሓንቲ ግዜ ፅናሕ ናበይ ክትወርድ

እስኪ ኩላትና መጅ ንግበር ሚት ግበሩ ሓንቲ ግዜ ሻዕቢያ ምስ ሻዕቢያ ፅምዶ ካብ ዝጅመር ሓንቲ ነገር ጥራሕ እያ ተፈጢራ ኣብ ትግራይ ኣብ ዘላንበሳ ሓደ በዓል ሓዳር ቆልዓ ተቐቲሉ እዩ እሳም ብሽምግልና ተወዲያ እያ ነዊሕ ግዜ ገይሩ ማለት እዩ ነዊሕ ግዜ ተዘይ ኮይኑ ብሽምግልና ብግልፂ ርኢናዮ ኢና
በቃ ካብኣ ወፃእ ሲ ካብኣ ወፃእ ሰብዛ መስመር እዚኣ እስከምዚኣ ተፈጢራ ዝብል ተሃልዩስ ይምፃእ ኣነ ተጨባጭ እየ ልነግረካ ዘለኹ ሲልካ ነበረያ ነበረ ኣይኮነን ፀለመ ኣለኮ እዩ ኣብ ከምዚ ክንዲዚ ዝኾኑ ሰብ ወሲዶም ክንዲዚ ዝኾኑ ወሲዶም ቀደም ከም ዝወስዱ ዝነበሩ ይፈልጥ እየ ኣነ ዝርዝራት ኣሎ ኣሎ እስካዕ ሕዚ መልሶ ይዘራረብ እኮ እዮም እኮ ከምዚኦም ዝበሉ ሰባት ጠፍኡ ኣለዉ ኣለዉ ዶ ተባሂሉ ይሕተት ኣሎ እዩ። ካብዚኣ ወፃእ ግን ኣብዚ ጓልተ ከምዚ ተደፊራ እሞ ከዓ ብሻዕቢያ ዋ ግደፉ ባ ዘይመስል ነገር ካባና ንላዕሊ እዮም ፅምዶ ዝደልይዎ ባይዞ ንሕና ኣብዚ ኮይና ከምንዛረቦ ነገር ኣይኮነን። ካባና ንላዕሊስ እሳቶም እዮም ዝሕለቁሉ። ዝኾነ ነገር ጥፍኣት ከየጥፉ እዮም ዝጥንቀቑ። ተረዲካ ዶ? ካልኣይ ከዓ እስከም እውን ኣገበርካ ፅምዶ ዝበሃል ነገር የለን። ምናልባት ምናልባት ኣብ ከምዚኣ ቦታ ከምዚኣ ኣላ ተይልንስ ቢያንስ ፅባሕ ይምፃእ ስልከይ ሓዝ ኣብታ ቦታ ክኸደሉ ሓቅነት ተሃልይዎ እየ ዝብለካ ዘሎ ሓቅነት ተሃልይዎ ስልኪ ይሓዝ ዋላ ብዋትሳፕ ይደውለለይ ፍታ ገዛ ክደው ክብለሉ ኣብ ደስ ዝበሎ ገዛ እየ ዝብለካ ዘሎ ዓዲ ረብቲ ኮይኑ ሰብ ደስ ዝበሎ ገዛ ምክንያቱ ኣጋጣሚ ኮይኑ ሰብኣ ስለ ዝኾንኩ ማለት እዩ ሕቶ እንድሕር ሃልይዎ ፅናሕ ትዴፍ ኪንግ ሓንቲ ግዜ ሕቶ እንድሕር ሃልይዎ ብቐሊሉ ኣብ ከምዚኣ ቦታ ሕቶ ኣላትኒ እንድሕር ኢሉስ ናብታ ገዛ ክኸደሉ ተጨባጭ ማለት እዩ። ተደሊኹም ናይ ግሩፕ ዋትሳፕ ክፈቱ ተኬና እሱ ንዓይ እውን እትውኒ ኣብታ ቦታ ኮይነ ክድውለልኩም ኣታ ዝቐለለት መፍትሒ ናይ ፅምዶ ሓሶት ንዓነገርካ ኣሾ ተም ናይ ፅምዶ ኣባላት ብክልቲ ሸነኽሲ ኣለዉ ኣበይ ኣለዉ ንዓይ ክነግረካ ሕጂ ሕጂ ንገረኒ ሕጂ ደው ኢለ ክሓቶም ይብለካ ኣለኹ እከለ ጓል እከለ ኣብዚ ቦታ ተደፊራ እያ ኢልካ ንገረና እንዶ ክንቃለሶም ምእንታን ዋላ ኣብዚ ክዛረብ እንድሕር ደቢርዎ ሲ ብዋትሳፕ እሞ ይንገረና ኣብታ ገዛ ደው ክብል ይብለካ ኣለኹ እኮ ሓቅነት እንድሕር ሃልያታስ ብጣዕሚ ቀላል እያ እዚኣ እኮ መጀመርያ ንምንታይ ካብ መሬትና ዘይወፅኢ ነይሩ እቲ ሕቶ ቅኑዕ ሕቶ እዩ ንሱ ፅንሕ ኢልካ ትደፈር ኣለዋ
እኪ ሓው ቅድመኻ ዳኣ ሕዝማ ኣምላክ ሓንቲ ሕቶ ደኾነ ይሓቱና እታ ሕቶ ብትክክል ትመልስሉ እዩ ሕዚ ዶ ዕግርግር ብልዎ ነ በቃ ኣይትረድኦ ክኾን ይኽእል ንኣነ ትረድአኒ ግን እቲ ቲዲኤፍ ኪንግ ትዛረቦ እኹል እዩ ኣነ ኣብ ዝመፀ ክዛረብ ኣይደሊ ክኾን ኣይኽእል እዩ ናይ ህዝበይ ሓላፍነት እነኒ ስለዚ ብውሽጢ ካረድአካ እየ ብልዎ ነ እኹል መልሲ እኮ እዩ በቃ እዚ ብቑዕ መልሲ እዩ ድነፀጎ ሰብ የለይ ካረድአካ እየ ብውሽጢ ኣነ ስለ ንኣብ ኢሮብ ድኑስ ፀገማት ድክዛረብ ድቲ ሙሉእ ህዝቢ ድጎዳእ ዓይነት ዘረባ ክዛረብ ስለ ድኽእል ኣይዛረብ እዩ ብውሽጢ ግን ካብ ዕለካ እየ ኩሉ ነገር ድደለካዩ ክዛረበካ እየ ዘካዩ ደሎ ትወዱ በቃ ኣብዚ እዚ ክዕፀ ድግብኦ ኣሹ ለለ ካልኣይ መፁ ኣነስ ኣብቲ መሬት እየ ድነኹ ብሎ በቃ ካብኡ ድዓቢ ምስክርነት የለ ኣብ መሬት እነኹ ድሓዎም እቲ ወዲ ኢሮብ ኮይኑ ድስምዑሉ ኣብ ከምዚ ዓይነት ስምዒት ድኖ ብውሽጢ ክረዳድኡ ይኽእሉ እዮም ካውጉዕ ይኽእሉ እዮም ካብኡ ድሓለፈ ግን ኣብ ሓንቲ ሕቶ ጥራሕ ትኩረት ገብርና እንድሕር ሃምዚ ግዜና ካደ ንቀትል ይብል ተኬዋ ንስኻ ለተዛረብካዮም ኩሉታት ብቀረባ ንስለዝበላ ያድልዩ ነዚ ኣጋጣሚ ኣነ ክብሎ ዝደሊ ወርድ ኣነ ስራሕ ኔትኒ ሃገረ ትግራይ ሓንቲ ግዜ ፀበየና ኣነ ስራሕ ኣለኒ ዝኾነ ቦታ ይኹና ታይ መስለኩም ተጋሩ ኣሓተይ ብላክ ከም ጣዕምቱ ለውጋዕ እኳ እዩ ዘይተረደኣካ ሓሳብ ተሃልዩ ኩሉ ነገርሲ ውሽጢ ምሳይ ተዕልል ትክእል ኢካ ፀገም የብሉን ኣብዙይሲ ግዴታ ልኮነ ነገር ምሽጢር ክነውፅ እዮም ዝደልዩና ለለው ፀላእትና ብሓይሊ ኣብይናዮምሲ ብፖለቲካዊ ከውድቅና እዮም ዝፅዕሩ ለለው ተረዲኡኩም ሓደ ነገር ከም ተጋሩ ማለት ኩሎም ብሓይሊ ኣብይናዮ ጭራሽ ማለት እዩ ኣይፅግዕን ኣዩ ነግረኩም ኣነ ግልፂ እቲ ትብሎ ዘለካ ሻዕብያ ኢለ ማለት እዩ ፅምዶ ሓሊፉ ህዝበይ ዝጭፍጭፈለይ ተኮይኑ ካብ ብልፅግና ፈልየ ሪኤ እየ ዝለ ፅምዶ ተባሂለ ተዓሪቀ እንድየ ግን ዝጭፍጭፈለይ ተኮይኑ ፈልየ ሪኤ እየ ዝለ ንኡ እለ እየ ክዋገኦ ይብለካ ኣለኩ ሂወተይ ክሳዕ ትሓልፍ ንመን ንህዝበይ እዚ ጽውጽይ ሓበሬታ ሒዝኩም ምስ ማስረጅኡ ተተደፊራ ኣለ ተደፊረ ኢላ ብውሽጢ ከምታ ዝተሃልናያ ከም ተጋሩ ሓድነትና ከይጠፍእ ብውሽጢ ነዕልል ብውሽጢ ጸገምና ንፍታሕ የብል ሶሻል ሚድያ ወጺእኻ ስለ ተናገርካ ጸላኢኻ እዩ ክወስዶ ጸላኢና እዩ ሕማቅ ነገር ክሰርሐልና እምበር ሶሻል ሚድያ ስለ ተናገርና መፍትሒ ልመጽእ ኣይኮነን እቲ መፍትሒ ልመጽእ ግን ውሽጥና ከም ውሽጥና ኣብ ኣካል ተረኺብና ስራሕቲ ብደገ ለለኹም ለ ምሳና ተረዳዲእኹም ተሰሪሕና እዩ ማዕርግ ለለዎ እምበር ኣብ ሶሻል ሚዲያ ስለዝተናገርና ምንም መፍትሒ ዝመፅእ ኣይመስልን ያ ኣምቦ ግን ማለት ካብኡ ፀላእትና ቦታ ይንሃብ ዝኾነ ይኹን ምሽጥር ዝኾነ ይኹን ነገር ሲ ከምዚ ኣይገብረ ተተባሂለ እንኳን ሲ ካብ ምፅኻያ ንበል በቃ መስረጃ ኔካ ዲ ኣምፅእለይ ዕለት ክንደይ መዓዘ መዓዝ ሰዓት እዚኣ ንበል ፍሒተዩልይ ከዓ ናኸ ፖለቲካ ምዃኑ ኣፍልጥዎ በቃ ዓርሲ በርስና ክንበታተን ልገብሩና ለለው ትግርኛ ተናገርቲ ኮይኖም ሲ ናይ ኣብዩ እዮም ትግርኛ ተናገርቲ ነገር ግን ንሕና እንታይ እና ክነእግዶም ኣለና ማስረጃ ምፀና ካብ የምፅካዮ እዚ ጉዳይ እዚ መን ከ ነይሩ ምስ መን ከ እዚ ከሌና ኣሎ ከም ተጋሩ እቲ ዴፍ ለፅልም ብዙሕ እዩ ህዝቢ ትግራይ ለፅልም ብዙሕ ብዙሕ እዩ ነዚ ጽምዶ ተፈጢሩ ለሎ ከጽልሞ ክበታትን ዝጽዕር ብዙሕ እዩ ንሕና ግን እንታይ ክንኾን ኔና ብውሽጥና እርስ በርስ ንሃራዳዳ ኔና ተሰማሪና ክንኸድ ለና ሓደ ዓይነት ዕላማ ሒዝና ንኸድ ለና ይህልህል ሃም ብውሽጠይ ኣነ እዚ መጽኤ ስለ ጽምዶ ሃምዚ እዩ ስለ እከለ ሃምዚ እዩ ሃምዚ እዩ ስለ ልበልኩ ኣነ ምንም መፍትሒ ምጽእ ብትርፊ ዓውዓውታ ናይ ቲክቶክ እምበር ናይ ፌስቡክ እምበር ብውሽጠይ ተተተራዳድየ ውሽጢ ተፈትሐ ግን እዙይ ንዓየ ዓብዪ እጃም እዩ ንህዝበይ ፈትሐ ማለት እዩ እና ኣነ ስራሕ ስለለለን ክወፅየ ደቂ ዓበይቲ ተጋሩ ከም ተጋሩ ሓደ ንኹን ዕላማና ሓደ ይኹን ዓወትና ቀረባ እዩ ትግራይ ትስዕር መችኹም
ኣብኣ ከለኻ ሃገረ ትግራይ ኣብኣ ከለኻ እዚኣ ከፃርያ እንድሕር ደልዩ እዚኣ ከፃር ፅራይ ድልት እንድሕር ሃልዎ ኣምባክ ማለት ኣምብላክ ሓንቲ ግዜ ኣሹ ሓንቲ ግዜ እኮ ናይ ቅድሚ ምውራድ ታሊዎ ሪዱ ወሪዱ ቲዲኤፍ ኪንግ ንሓን በቃ ቀፅል
ምፅራይ ድሌት ታሊዎ ሓቅነት እንድሕር ሃሊዎ ወይ ኣሚኑላ ተኮይኑ ሕዚ ብጣዕሚ ከቢድ ድርቂ ኣሎ ኣብቲ ቦታ ብጣዕሚ መፅሊ ነገር ኣሎ ከቢድ ነገር እዩ ዘሎ እቲ ሕብረተሰብ እዚኣ ቃል ብቃል ኣብ ከቢድ ኩነታት ከም ዘሎ ክዛረብ ይደሊ ምናልባት ሓገዝ ዝሰባሰበሉ ነገር እንተዝፍጠር ፅቡቅ ኢለ እየ ዝኣምን። እንተዘይኮይኑ ግን ከምዚኣ ዝበለት ነገር ስለዘየላ ቢያንስ ከረጋግፅ ዝደልዮ ነገር እንድሕር ሃልዩ ኣምላክ ኣብ ደስ ዝበሎ ሰዓት ብደስ ዝበሎ መንገዲ ኣረጋጊፁ ነገር ግን ናብዚኣ መፂኡ ከዓስ እታ ዘረጋገፃ ነገር ዝዛረብ ተኮይኑ ቃል ዝኣቱ ተኮይኑ ኣነ ፅባሕ ከይደ ክድውለሉ ይኽእል እየ ብኣ ኮይደ እዚኣ ተጨባጭ እየ ዝነግረኩም ዘለኹ ሲልካ ንግዜ ንመሕለፊ ንሚድያ ዘይኮነስ ምክንያቱ ሓሶት ስለ ዝኮነ እዩ ኣብ ምድሪ ዘየለ ነገር እዩ። ኣይኮነን ሓወኒ ኣነ ሚድያ እዚ ዓመት ኩሉ ክንቅመጠሉ እዚ ሚድያ ልዕሌካ እዛ ሚድያ ኣነ እየ ዝገብረላ ሓንቲ ክዛረበካ ሓንቲ መዓልቲ ግን ኣጀንዳ ግን ህዝቢ ኢሮብ ከምዚ ይከውን ኣሎ ኢልና ተዛሪብና ውን

እሺ ዋይ ብሓሳብ ብሓሳብ ድሐሽ እዩ ብሓሳብ ምርዳእ መለ ሃገረ ትግራይ ሓንቲ ሸዓ ዝተዕድል ሃውን ማንኮር ዶ ሓንቲ ግዜ ብኣድላውና ግርግር ሓደ ግዜ ሓደ ግዜ ባሞ ሃውን ሓደ ግዜ ክነግረኩማ ፅንሑማ ክነግረኩም ሓደ ግዜማ ሓደ ፅምዶ ክንብል ከለና ካብ ፅልኢት ንውፃእ እሞ ዝተገበረ ብሕጊ ወረድ ንብል ካብ ፅልኢት ንውፃእ ብሓፈሻ ኣብቲ ፅምዶ ዝብልሲ ዘይንኣመናሉ እንተኮይና እቲ ፅልኢት ኣብ ርእስና እንተሃልዩ ተረዲካ ዝከኣልካ ክኢልካ ዝገደፍካ ገዲፍካ ዝኮነ ገዲፍካ ውሽጥካ እውን ተረዲካ ንዝኮነ ህዝቢ ንክትጎድእ ውሽጥካ ነፃ ገርካ ኢካ ትቀርብ ዝኮነ ይኩን ተረዲካ እዚ ከዓ ኣብ ዝርርብ ኣሎ ታቦታ ትብላ ዘለካ ዘቦታታት ትብለን ዘለካ ሲ ኣነ ንባዕለይ ሲ ደዊለ በቃ ብደንብ ምስቶም ካልኦት ዝግብኦም ሰባት ናደወልኩ ዝሓትት ሰብ እየ እኮ ኢለካ ኣለኩ ሕቶ ናተይ እውን ስለዚ ኣብ ምይይጥ ኣሎ ኣብ ገለ ኣሎ በቃ ኣብዙ ንወድእ ካብኡ ከም ዘለካ እዚ ኪንግ ቲዲኤፍ ዝበሎ እዩ ተኬ ዝበሎ እዩ ካልእ እቲ ከምዚ ድፈራ ኣለዋ ከምዚ ኣሎ ከምዚ ኣሎ ዝበሃል ዘሎ ረዲካ ምናልባት ፀሓፈለይ እሺ ዝርዝር ፀሓፈለይ እዚ ከዓ ናብቲ ዝግባኦ ምናልባት ፅዩቃት እውን ክህሉ ይኽእሉ እዮም ኣብ መንጎ ተረዲካ ንፅምዶ ዘይውክል ኣብ መንጎ ፅዩቃት እውን ክህሉ ይኽእሉ እዮም እዚ ኣነ ቃል ክኣቶ ይክእልን ጸዩቕ ክብለካ ከለኹ ከምዚ ኣብ ወረዳ ዓድዋ ዝግበር ዘሎ ወይ ኣኽሱም ዝግበር ዘሎ ወይ ደሞ ኣብ ሽረ ዝግበር ዝኾነ ይኹን ጽይቕ ሰብ ወንጀል ዝሰርሕ ሰብ ከምኡ ዓይነት ጽዩቕ ክህሉ ይኽእል እየ መንጎ ተረዲኻ ስለዚ እዚታት ግን ብደንቢ ትህበኒ እሞ ወይ ደሞ ደስ ዝበለካ ተወቕኘካ ኣብ ሾፍቲ መሬት ዘሎ ዋላ እዞም ቲዲኤፍ ዝበልካዮም ኣብ መሬት ዘለዉ ነዚኦም ደ ትህብ ተረዲካ ነዚኦም ምስ ሃብካ ብድሕሪኡ ይመፅእ መፍትሒ እዚ ቦታ ዝበልካዮ ዘሎ ግን ንሱ ኣብ ሚይጠ ኣሎ ኣብ ሓሳብ ከዓ ፅባሕ ንግሆ ንዛረበሉ እዩ ኣነ ተገቲረ ይዛረበ ኣለኹ ሕሞራ ይመለስ ክብል ከለኹ ኩሉ ቦታታተ ይመለስ ናብ መረቦት ይመለስ እዩ በቃ ስለዚ በዚ ፅምዶ ሰላም ናበልካ ግን ካሊእ እዚኣ ዘቲ ዘይመልሱማ ከምዚኣ ትበሃል ነገር የለን ኣብ ዝርረብ ይግበር ስለዚ ሓደ ሓደ ግዜ ክንዛረብ ከለና ማለት ካብቲ ፅልኢት ወፂና እውን ማለት ንኣምት ፅባሕ ንግሆ ከምዚ ይኾን ርግፀኛ እየ ከምዚ ክፍጠር እዩ ፅባሕ ንግሆ ከምዚ ኣይንጠንቁል በቃ ኣይንጠንቁል መረበትና ንሕና ሰራዊትና ሓይልና ሰራዊትና እንተኮይንማ በቃ ኣብ ናትና ሓይሊ ንኣምን እንተኮይንና